ህወሓት ብተደጋጋሚ ኣብ ትገብሮ መድረኻት ሓደ ኣጀንዳ ምስ ተመዛበልቲ ተሓሒዙ ዝለዓል እዩ። እሱ እውን እንተኾነ ተመዛበልቲ ወገናትና ብዛዕባ ውድብ ህወሓት ኣዝዮም ዝሸቐሉ እዮም ዝብል ሓሳብ ርግጽ ተመዛበልቲ ወገናት ካብቲ ኣንጸላልይዎም ዘሎ ናብ መረበቶም ዘይምምላሶም ተንጸላልይዎም ዘሎ ከቢድ ሓደጋ ልዒሉ ድማ ብዛዕባ ህላወን ደሕንነትን ውድብ ህወሓት ዝሻቐሉ ድዮም ዝብል ግን ምርኣይ ዝደሊ እዩ። ኣብ እዋነ ኲናት ትግራይ ካብ መረበቶም ተመዛቢሎም ንኣስታት ሓሙሽተ ዓመታት ኣብ ሕሱም ኩነታት ዝርከቡ ተመዛበልቲ ዞባ ምዕራብ ትግራይ ይኣክል ናብ መረበትና መሉስና ብምባል ብተደጋጋሚ ሰልፍታት ተቓውሞታት ከካይዱ ጸኒሖም እዮም። እዚ ጥራሕ እውን ኣይኮነን፣ ንሓሙሽተ ዓመታት ዝኣክል ዘይተሓለለ ሰልፍታትን ተቓውሞታትን እናስምዑ ድማ ሰማዒ እውን ዝሰኣኑ እዮም። በፍላይ ድሕሪ ውዕሊ ፕሪቶርያ እቶም ተመዛበልቲ ሎሚ ይኹን ፅባሕ ንዓድና ክንምለስ ዝብል ተስፋ ሰኒቖም እዮም ፀኒሖም። እንተኾነ ግን እቲ ሰፊሕ ግዝኣተ ዛጊድ ኣብ ኢድ ዕጡቓት ዝርከብ ብምዃኑ እቶም ብኣማኢት ኣሽሓት ዝቑፀሩ ተመዛበልቲ መረበቶምን ንብረቶምን ስኢኖም ፍቑዶ ዳሳት ኣደዳ ቁርን ፀሓይን ኮይኖም ዝርከቡ እዮም። ኣብ ነፍሲ ወከፍ መዕቆቢ ተመዛባሊ መዓልታዊ ካብ ሽዱሽተ ክሳብ ዓሰርተ ሰባት ብሰንኪ ሕማምት ጥሜትን ዝሞቱ እዮም። ኣብ ፖለቲካዊ ቁርቁስ ዝፀንሑ መራሕቲ ህወሓት ድማ ጉዳይ ተመዛበልቲ ቀንዲ ዛዕብኦም ኣይገበሩን ተባሂሎም ብሰፊሑ እውን ዝንቀፉ ኮይኖም ምስ መንግስቲ ፌደራል እውን ኣብ ጉዳይ ተመዛበልቲ እውን እናተዋጠጡ ዝርከቡ እዮም። እዚ ክሳብ እዛ ዕለት እዚኣ ፍታሕ ዘይተረኽቡ ብወገን ህወሓት ዝወሃብ ምላሽ ኩነ ብወገን መንግስት ፌዴራል ዝወሃብ ምላሽ መንግስት ፌዴራል ተመዛበልቱ ይመለሱ እንትብል ብወገን ህወሓት ድማ ብትግራይ ትግራይ ብሒቶም ዘለዉ ሓይልታት ከይወጡ ተመዛበልቲ ኣይምለሱን ህዝብና ናብ ሓደጋ ወርዊርና ኣይንልእኽን ዝብል መላሽ ዝህቡ እዮም ተመዛበልቲ ኣብ መንጎ ኣብ ማእኸል ተቐድቂሮም ድማ ዓቕልና ፀቢብና እዩ ካብዚ ብላዕሊ ክንፅበ ኣይንኽእልን ብእግርና እውን ክንከይድ ኢና ዝብል ጭርሖታት የስምዕ። ገጽ ኣብ ጉዳይ ተመዛበልቲ ነዋግዕ ኣለና ዝብሉ ሰበ ስልጣናት የዋግዑ ኣለዉ ድዮም? ንምንታይ እዮም ተዋጊዖማ ዘይቕጽልሉ? ዝብል ሕቶ ብብዙሓት ዝለዓል እንትኸውን ክልቲኦም ክልተ ጫፋት ዝሓዙ መራሕቲ እውን እንትኾኑ ኣብ ጉዳይ ተመዛበልቲ ዝህብዎ ሓበሬታታት ድማ ዝተፈላለዩ ዝተፈላለየ መስመር እውን ዝሓዘ እዩ። ብወገነ መንግስቲ ፌዴራል ዘለዉ ሰብ መዘታት ንሕና ኣጀንዳታት ቀሪፅና ተመዛበልቲ ንምምላስ ወዲእና ነይርና እንተኾነ ግን ህወሓት ተመዛበልቲ ንከይትምልስ ኮሊፋ ሒዛትልና ዝብል ምላሽ ይህብሉ። ብወገን ተመዛበልቲ ዝቁጠዐ ዝፈጠረ እዚ ዘረባ ድማ ህወሓት እውን እንተኾነ መንግስቲ ፌደራል ከስርሐና ኣይከኣለን፣ ንዓኹም ንከይንምልሰኩም ውዕሊ ፕሪቶርያ ከይፍፀም ድማ ዓብዩ መሰናኸል ሒዙ ኣሎ ይብሉ። ኣብ መንጎ ተቐርቂሮም ዘለዉ ተመዛበልቲ ድማ ዓዶም ከይተመልሱ ብሓምሻይ ክረምቲ ኣብ ኬንዳ ክነብሩ ዝግበረሉ ዘሎ ኣብ ጉዳይ ኣብዚ ጉዳይ ንምክትል ፕረዚደንት ግዚያዊ ምምሕዳር ትግራይ ምክትል ኣቦ መንበር ህወሓት ኣማኑኤል ኣሰፋ ዘዘራረበ ቢቢሲ እውን ሓሙሽተ ዓመት ኣብ ዳስ ዝርከቡ ተመዛበልቲ ናብ መረበቶም ዘይተመለስሉ ቀንዲ ምኽንያት እንታይ እዩ ክብል እዩ ዝሓቶ። ኣማኒኤል ኣሰፋ እንታይ ይብል? ግዝያዊ ምምሕዳር ናብ መሰረታዊ ብሄራዊ ረብሓታት ህዝቢ ትግራይ ክኣቱ ከምዘይከኣለ እዩ ዝወቀስ። ብምቕፃል እውን ግዝያዊ ምምሕዳረ ትግራይ ንብሄራዊ ረብሓታት ህዝቢ ትግራይ ወኪሉ ምስ መንግስቲ ኢትዮጵያ ክሰርሕ እዩ ሓላፍነት ተዋሂብዎ ነይሩ። እንትኾነ ግን ብሄራዊ ረብሓታት ህዝቢ ትግራይ ኣብ ምህጋር ከምዘሕለፎ እዚ ድማ እቲ ሓደ ፀገም ምንባሩ ንካልኣይ ግን ብወገን መንግስቲ ኢትዮጵያ ዘሎ ቁንዕና ዝጎደሎ ኣካይዳ ምዃኑ እዩ ከም ምኽንያት ዝጠቅስ። እስኪ ብርግፅ ኣማኒኤል ኣሰፋ ተመዛበልቲ ከይምለሱ ብወገን ጌታቸው ረዳ ዝምራሕ ዝነበረ ግዚያዊ መንግስቲ ትግራይ ተመዛበልቲ ከይምለስ ሓኒቑ ሒዙ ስራሕ ክሰርሕ ኣይከኣለን እናተብሃለ ክነቕፍዎ ድሕሪ ምፅናሕ ጌታቸው ረዳ ተኪኡ ዝመፀ ፕሬዚደንት ታደሰ ወረደ እውን እንተኾነ ኣብዚ ሕዚ ሰዓት እንታይ ይሰርሕ ኣሎ ዝብል እውን ዘተሓሳስብ እዩ። እቲ ኻልእ ዝለዓል ኣጀንዳ ድማ ረብሓታት ህዝቢ ትግራይ ኣብ ምህጋር ዘሕለፎ ተባሂሉ ዝኽሰስ ጌታቸው ረዳ ምስ መንግስቲ ኢትዮጵያ እናሰርሐ ዝርከብ እንትኸውን ብወገን መንግስቲ ኢትዮጵያ ድማ ቅንዕና የለን፣ ቅንዕና ዝጎደሎ ኣካይዳ እናተብሃለ እውን ዝንቆፉ እዮም። ብልፅግና ብኣንፃሩ ድማ ህወሓት ቅንዕና ዝጎደሎ ኣካይዳ ትኸይድ ኣላ፣ ንሕና ህዝቢ ትግራይ ክዓብን ክለምዕን ንደሊ ኢና፣ እንተኾነ ግን ህወሓት ከይምለሱ ከም መጥቀሚ ፕሮፖጋንዳን ኣጀንዳታት ዝገብርዎ ዘለዉ ባዕሎም መራሕቲ እዮም እናተብሃሉ ይዛረቡ። እናተብሃሉ ድማ ግብረ መልስታት ክወሃሃቡ ይስምዑ። ብምቕፃል ኣማኒኤል ኣሰፋ ኣብ ስምምዕነት ፕሪቶርያ ንሉኣላውነት ትግራይ ንተመዛበልቲ ስደተኛታት ተጋሩ ዝምልከት ግልፂ ዝኾነ ሓላፍነት ተቐሚጡ እዩ። እዚ ማለት ኣብ ትግራይ ወሪሮም ዘለዉ ሓይልታት ካብ ሰራዊት ምክልኻል ወፃእ ዘለዉ ካብ ትግራይ ከውፅእዎም ብዘይኣግባብ ዝተኸልከለ ሓዱሽ ሰፋሕቲ ሓዱሽ ሰፈርቲ ክወፁ ስለዚ ድማ ተመዛበልቲ ናብ ስደት ዘለዉ ወገናት ድማ ድሕንነቶም ተሓልዩ ሓላፍነት ክወሰድ ግቡእ ከምዝኾነ እዚ ክፍጸም ከምዘይከኣለ ግን ኣብ ዝልዉ ሓይልታት ከይወጹ ናብ ሪፈረንደም ክኸዱ ፕላን ወጺኡ ከምዘሎ እቲ ዝጸንሐ ግዝያዊ ምምሕዳር ድማ እዚ ፕላን ዝኸውጽኡ እንከለዉ እቲ ካልእ ምንቅስቓስ ብምዃኑ መንግስት ፌደራል ካብ ስምምዕነት ፕሪቶርያ ብዘፈንገጠ መልክዑ ኣብ ምዕራብ ትግራይ ሓድሽ ዕጡቓት የሰልጥን ምህላዉ ስለዚ ድማ ውሽጣዊ ጸገም ንመንግስት ኢትዮጵያ ንስምምዕነት ፕሪቶርያ ብቕንዕና ዘይምትግባር እዞም ወገናት ከምቲ ንፈርሖ ዘለና ሓምሻይ ክረምቲ ኣብ መዕቖቢ ጣብያታት ኣብቲ ብጣዕሚ ጽጉም መነባብሮ የሕልፉሉ ዘለዉ ስግኣት ተፈጢሩ ከም ዘሎ እዩ ዝዛረብ። ብርግፅ እውን መሬት ትግራይ ገቢቶም ብምሓዝ ዝተፈላለዩ ስልጠናታት እናገበሩ ዝርከቡ ብእሸቴ ዳምለውን ደመቀ ዘውዱ ዝምራሕ ጉጅለ ሓይሊ ንሕና እዚ ግዝኣትና እዩ ኣይንወፅን ኢና ዝብል መርገፂ ሒዞም ምንቅስቓስ ክገብሩ ዝፀንሑ እዮም። መንግስቲ ኢትዮጵያ ድማ እቶም ዝወረሩ ሓይልታት ከይወፁ ዕጥቂ ከይፈትሑ፣ ሓደሽቲ ሰፈርቲ ከይወጹ፣ ድሕንነት ናይቲ ከባቢ ከይረጋገጽ እውን ናብኡ ክምለሱ ዝደልዮም ብምዃኑ፣ ንሕና ድማ ድሕንነትና ንተመዛበልቲ ኣብ ሓደጋ ዘእቱ ስራሕቲ ኣይንሰርሕን ዝብል ምላሽ ይወሃቦ። ሓደ ኣንበቢ መንጎ ኣትዩ ከታዕርቕ ዝኸእል ዝተፈላለዩ ሓሳባት ዘየለ እንትኸውን ግን፣ ብትማሊ ዕለት እውን ናብ ሑመራ ዝኸደ ልኡኽ ድማ ኣብ ኣዲስ ኣበባ ክግበር ተሓሲቡ ዝነበረ ናይ ዝርርብ መድረኽ ድማ ብትማሊ ዕለት ኣይተ ጌታቸው ረዳን ሓዳሪ ክልል ኣምሓራ ዝኾነ ኣረጋ ከበደን ካልኦት መራሕቲ መራሕቲ ሃይማኖትን ሰበ ስልጣናትን ዝተረኽብሉ መድረኽ ድማ ኣብ ከተማ ሑመራ ተኻይዱ። ጌታቸው ረዳ ኣብቲ መድረኽ ኣብ ትግራይ ፕሬዚዳንት እናሃለወ ጀሚርዎ ዝነበረ ምንቅስቓስ ኣብ መጨረሻ ንምብፃሕ እውን ሑመራ ከምዝኣተወ ዝገለፀ እንትኸውን ብርክት ዝበሉ ነጥብታት ኣልዒሉ እውን ተመዛበልቲ ክንምልስ እንተኾይና ብሰለማዊ መንገዲ ክኸውን ኣለዎ፣ ሰለማዊ መንገዲ ክነምፅእ እንተኾይና ድማ ንሕና ክንረዳዳእ ክንክእል ኣለና። ሕቶ እንተሃልይኩም ብሰላማዊ መንገዲ ክትሓቱ ትኽእሉ ኢኹም፣ ብሕጋዊ መንገዲ እውን ክሕተት ዝከኣል እዩ። ካብኡ ብዘለለ ግን ሰላማዊ ቋንቋ ተዛረብና ይሓይሽ ዝብል መልእኽቲ ኣሕሊፉ ጌታቸው ረዳ። ብርግፅ ጌታቸው ረዳ ተመዛበልቲ ክምልስ እየ እናበለ ዓሰርተ ግዜ መፅብዓታት ክህብ ዝፀንሐ እንትኸውን ሕዚ ድማ እቲ ጀሚረዮ ዝነበርኩ ከይወዳእኹ እልባት ከይተሓዝኩ እውን ድቃስ የብለይን ክብል ተሰሚዑ እዩ ዘሎ። ኣብ ትግራይ ዝግበር ዘሎ ካልእ ምንቅስቓስ እንትንርኢ ድማ፣ ኣብ ትግራይ ድማ ብርክት ዝበሉ ኣብ ህወሓት ዝርከቡ መራሕቲ ካብ ናይ ተመዛበልቲ ኣጀንዳ ብዝዓበየ ድማ ብዛዕባ ህልውና እቲ ውድብ ኣዝዩ ዝሸራሸር እንትኸውን ህወሓት ተኸልኪልዎ ዘሎ ጉዳይ ህልውና ድማ መንግስቲ ፌዴራል ክምልሰሉ ከምዝግባእን እዚ እንተዘይኮይኑ ግን ውዕሊ ፕሪቶርያ ክፈርሰሉ ዝኽእል ዓብይ መንገዲ ከምዘሎ ብዘይወግዓዊ መንገዲ እውን ክግለፅ ፀኒሑ እዩ። ኣብ መድረኻት ዝተዘርበ ሓደ ዘረባታት ዘሎ እንትኸውን። ኮነ በፍላይ ድማ ዓሰርተ ግዜ ተመዛበልቲ ወገናትና ውድብና ትድሓነልና ውድብና ነቐድም ንሕና ቅድሚ ምምላስና ድማ ውድብና ክትድሕን ኣለዋ ዝብሉ ዘረባታት ንብዙሓት ኣቖጢዖም ጸኒሖም። ኣብዚ ኣጀንዳ ስዒቡ ዝተሓተተ ኣማኑኤል ኣሰፋ ናይቲ ውድብ ኩነታት ኣብ ምንታይ ኣሎ ዝብል ካብ ተመዛበልቲ ዝለዓል ዛዕባ እዩ ኣብ መድረኽ ዝተዛረበ ናይ ኣመራርሓ ዘረባ ጥራሕ ዘይኮነስ ኣነ ናይቲ ውድብ ቅዋም ክነግረኪ ምስ ተመዛበልቲ ናብ ዝግበሩ ዝተፈላለዩ መድረኻት ግን ተመዛባላይና ብዛዕባ ህወሓት ኩነታት የሻቕሎ እዩ ክብል እዩ ተሰሚዑ ዘሎ። ተመዛባላይ ብዛዕባ ብዛዕባ ናይ ዓርሱ ህላወ ኣዝዩ ኣሻቒልዎ ብዝርከበሉ ሰዓት፣ ብዛዕባ ህላወ ውድብ ህወሓት ኣብሊፁ ይሻቐል እዩ ዝብል ዘረባ ግን ብተደጋጋሚ ኣብ መድረኻት ምልዓሎም እንታይ ዓይነት መልእኽቲ ክሓልፍ ተደልዩ ዝብል ሕቶ ምልክት ይፅሕትር። ተመዛበልቲ ናይ ህወሓት ኩነታት ዘሻቕሎም ኣብ ከምዚ ዓይነት ናብራ እናሃለና መሪሕ ውድብ ዝበሃል ዓብዪ ውድብ ከይፈርስ እሞ ድማ እቲ ኩነታት ከይኸፍእ ህዝቢ ትግራይ ሙሉእ መስዋእቲ ከፊሉ ዘጥረዮ ውድብ እንድዩ እዚ ተመዛባሊ ልክዕ ከም ካልኦት ከባብታት ህወሓት ኣብ ምንታይ ከም ዘሎ ዝጨንቆ እዩ ይብል ተመዛባላይ ንኣስታት ሓሙሽተ ዓመታት ካብ ዘሕለፎ ዘሎ ሕሰም ብሓቂ ህላወ ናይ ሓደ ውድብ ወይ ህላወ ናይ ህወሓት ኣሻቂልዎ ኢሎም ድዮም ዝኣምኑ ንዝብል ሕቶ ኣማኒኤል ኣሰፋ ህዝቢ ብዛዕባ ውድብ ይሓትት ኣሎ ህልውንኡ ንሓደ ውድብ ይጭነቅ ኣሎ ተመዛበልቲ ልዕሊ ኩሉ ድማ ብዛዕባ ህላወኦም ብዛዕባ ድሕንነቶም ቶም ብዛዕባ ህልውና ደሕንነት ህዝቢ ትግራይ ብዛዕባ ሉኣላውነት ትግራይ ብዛዕባ ስምምዕነት ፕሪቶርያ ሰላም እውን ይጭነቑን ይሓስቡን ምስዚ ብተወሳኺ ግን ፖለቲካ ኩነታት ትግራይ ኣዕርዩ ስለ ዘጨንቖም ብዛዕባ ውድብ ህወሓት እውን ሕቶታት ዘልዕሉ እዩ ክብል እውን ተሰሚዑ ዘሎ ተመዛበልቲ ብዛዕባ ውድብ ህወሓት ጥራሕ ድዩ ብዛዕባ ቶም ካልኦት ውድባት ብዛዕባ ሰራዊት ትግራይ ከ ኣዝዮም ይሻቐሉ ዶ ዝብል ገና ኣይመለሰን ኣይተ ኣማኒኤል ቀፂሉ እቲ ዝስራሕ እኮ ስምምዕነት ፕሪቶርያ መሰረት ገይርካ ብምዃኑ ምስ መንግስቲ ኢትዮጵያ ማሕበረሰብ ዓለም ምስራሕ ህዝብኻ ንምስራሕ ካብኡ ዘለዉ ድማ ስትራቴጂካዊ መንገድታት ተጠቒምካ ግዝያዊ ምምሕዳር ነዚ ጉዳይ ዝለዓል ሓላፍነት ዝወስዱ ነቲ ሰላም ማእኸል ገይርና ንሰርሕ ኣለና ዝብሉ ኣካይዳታት ዘለዉ ብምዃኖም እዚኦም ድማ ብህፁፅ ክግበሩ እውን ፃውዒት ዝቐርቡ እዮም ናይ ህወሓት ምምሕዳር ጉዳይ እኮ ብምቕፃል እውን ብዛዕባ እቶም ኣብ ምዕራብ ትግራይ ዘለዉ ዕጡቓት ኣብኡ ዘሎ ምምሕዳር ክወፅእ ኣለዎ እሶም ተወፂኦም ጥራሕ እዮም ተመዛበልቲ ዝምለሱ ኣብኡ ዘለዉ ሰባት እንተዘይወፂኦም ከ ከመይ እዩ እቲ ፖለቲካ ክቃነ ውዕሊ ፕሪቶርያ ይፈርስ ኣሎ ማለት ድዩ ውዕሊ ፕሪቶርያ ተፈሪሱ ከ ከመይ ክኸውን ተመሊሳ ትግራይ ናብ ኩናት ክትኣትወሉ ትኽእል መንገዲ ኣሎዶ ዝብል ዝተላዕለ እንትኸውን ታማዛበልቲ ንስኻትኩም ዝገበረኩም ጌርኩም ዝገበርኩም ጌርኩም መሉሱና ሓላፍነት ውሰዱ መንግስቲ ኢኹም ዝብሉና ዘለው ክብል እውን ይስማዕ ተመዛበልቲ ኣብ ፀገም ኣለው ንሪኦ ዘለና ፀገም ብምዃኑ ድማ ናይ ህዝቢ ትግራይ ፀገም ናሃትና ፀገም እዩ እሞ ዘሎ መማረፂ ክልተ እዩ እቲ ሓደ ምስ መንግስቲ ኢትዮጵያ ተቐራሪብካ ኩሎም ናይ ሰላም መንገድታት ምፅንቃቕ ወይ ድማ ብዘይሰለማዊ መንገዲ ምኻድ ማለት እውን እቲ ዝሓሸ መማረፂ ግና ብሰላማዊ መንገዲ ስምምዕነት ፕሪቶርያ ገይርካ ምስራሕ እዩ። እቲ ዘይሰለማዊ መንገዲ ግን ኲናት ይኸውን ኣሎ ንምባል እውን ኲናት ይኸውን ኣሎ ክብል እውን ተሰሚዑ ኣሎ። ራራ ሚድያ ጥበብ ይመርሕ!